ሰላም ከመይ ትጸንሑ ክቡራት ተኸታተልቲ ነዚ ዕለት ዝበልናዮ ሓድሽ ዜናን ፍጻመታትን ሒዝና ቀሪብና ኣሎና ክትከታተሉ ብኽብሪ ንዕድም። ቅልውላው ማእኸላይ ምብራቕ ጉልባብ መረቕ ንናይ ኤርትራ ቀይሕ ባሕሪ ይኸውን ከምዘሎ ተገሊጹ። ኣብ ማእከላይ ምብራቕ ቀይሕ ባሕሪ ተፈጢሩ ዘሎ ቅልውላው፣ ነታ ኣብ ቀይሕ ባሕሪ ሽሕን ክልተ ሚእትን ኪሎ ሜትር እትውንን ኤርትራ ዕድላት ክኸፍተላ ከም ዝኽእል ተገሊጹ። እቲ ዝወጸ ሓበሬታ ከም ዘመላኽቶ፣ ኵናት ልፍንቲ ሓይልታት ኣሜሪካን እስራኤልን ኣንጻር ኢራን፣ ብስምምዕ ምቍራጽ ተዅሲ ናይ ሰላም ተስፋ ኣርእዩ'ኳ እንተነበረ፣ ሕጂ ግን ክልቲኦም ወገናት ብዘቕርብዎ ዘለዉ ክስታት እናኸረረ ይኸይድ ብምህላዉ፣ ዓለም ሓድሽ ኣማራጺ ክተቋምት ቀሲብዋ ከም ዘሎ ኣመላኺቱ። ብመሰረት ጸብጻባት ማዕኸናት ዜና፣ ኩናት ኢራን ዓለም ናብ ቀይሕ ባሕሪ ክተቋምት ተገዲዳ ከም ዘላ ከረድኣ እንከለዋ፣ እቲ ብኢራን ከም ዝድገፍ ዝንገረሉ ዕጡቕ ሓይሊ ሑቲ ድማ ነቲ መስመር ኣብ ምዕጻው ይጻወት ከም ዘሎ ይሕብራ። እተን ማዕኸናት፣ ቀይሕ ባሕሪ ኣብ ታሪክ ዓለምና ንግዳውን ኢምፐራላዊ ምዕባለ ንምርግጋጽ ወሳኒ ታራ ዘለዎ ባሕሪ እዩ ድሕሪ ምባል፣ ጥንታውያን ግብጻውያን፣ ዖስማናውያን፣ ናይ ሎሚ ቱርካውያን፣ ሮማውያን፣ ነቲ ናይ ባሕሪ ወደባት ንምቁጽጻር ይጓነጻ ነይረን። እዚ ባሕሪ ኣገዳስነቱ መሊሱ ብምዝያድ ንዓለማዊ ንግድን ንሓይሊ ምዕብላልን ናብ ካልእ ኣንፈት ኣስጊርዎ ይርከብ። ኣብዚ ዘለናዮ ዕስራን ሓደን ክፍለ ዘመን እንተሪእና በዚ መስመር ዓሰርተ ክልተ ሚእታዊት ዓለማዊ ንግዲ፣ ሰላሳ ሚእታዊት ናይ ኮንቲነር ታሪፍ፣ ዓሰርተ ሚኢታዊት ኣብ ባሕሪ ዘንሳፍፍ ናይ ነዳዲ መርከብ፣ ኣብዚ ባሕሪ እዮም ዝምርኮሱ ብምባል ውሕስነት ቀይሕ ባሕሪ ምርግጋጽ ይጽንሓለይ ክበሃለሉ ከም ዘይግባእ ኣረዲኤን። እተን ማዕኸናት ዜና ንታሪካዊ ድሕረ ባይታ ማያዊ መስመር ብምጥቃስ ቅድሚ መትረብ ስዊዝ ምኹዓቱ፣ ብደቡብ ኣፍሪቃ ኬፕ ኦፍ ጉድ ሆፕ ተዃሊልካ፣ ኣሽሓት ኪሎ ሜትር ተጓዒዝካ ናብ ኢሮጳን ኣሜርካን ይኽየድ ከም ዝነበረ ብምዝኽኻር፣ ሽዑ ዝነበረ ዓለምን ሕጂ ዘሎ ናይ ሰማይን ምድርን ፍልልይ ስለ ዘሎ፣ ሕጂ ምዕጻው ቀይሕ ባሕሪ ምዕጻው መትኒ ዓለም ምዃኑ ኣረዲኤን። እቲ ሓበሬታ ወሲኹ፣ ሓያላን ምዕራባውያን ሃገራት፣ ጸጥታዊ ውሕስነት ቀይሕ ባሕሪ ንምርግጋጽ፣ ነቲ ኣብ ምዕራባዊ ሸነኽ ቀይሕ ባሕሪ ሽሕን ክልተ ትን ገማግም ባሕሪ እትውንን ኣብ ኣዝዩ ርሕቐት ስግር የመን እትርከብ ካብቲ ብዕግርግር ዝሕመስ ዘሎ ዞባ ቀርኒ ኣፍሪቃን ቀይሕ ባሕርን ብፍሉይ ሰላማን ርግኣታን ዘውሓሰት ብስጡም መሪሕነት ሓያል ሰራዊትን ዘለዋ ኤርትራ ንኽኸስብኣ ይጽዕራ ከምዘለዋ ገሊጹ። እቲ ሓበሬታ ኣብ ዝቕልስ ማእኸል ሃገራት ማእኸላይ ምብራቕ ኣብ ልዕሊ ምብራቕ ኣፍሪቃ ብፍሉይ እትረኣ ሃገር እንተላ ኤርትራ እያ ድሕሪ ምባል ኤርትራ ከም ሃገር ኣመሰራርትታኣ ክንርኢ እንከለና ቅድሚ ሃገራት ማእኸላይ ምብራቕ ከምዝመፀት ገሊፀን። ኤርትራ ብደረጃ ኣፍሪቃ እንትረኣ እንከላ ምስተን ቀዳሞት ዶባተን ዘነፀራ ሃገራት እያ ትጥቀስ። ዶባት ኣብ ኣፍሪቃ መግዛእታዊ እዩ። ቅድሚ እቲ ብውዕል በርሊን ዝፍለጥ ሙጉት ናይ ኣፍሪቃ ብሽሑን ሸሞንተ ሚእትን ሰማንያን ሓሙሽተን ምምፅኡ ኣብ ኣፍሪቃ ዘመናዊ ዶባት ዝሓንፀፀት ሃገር ኣይነበረትን። እዚ ማለት እዘን ሎሚ ዘለዋ ሃገራት ኣፍሪቃ ተባሂለን ኣብ ኣህጉር ኣፍሪቃ ዶባተን ኣነጺረን ዘለዋ ሃገራት ቅድሚ ሽሕን ሸሞንተ ሚእትን ሰማንያን ሓሙሽተን ኣይነበራን ማለት እዩ። ኣብ ሽሕን ሸሞንተ ሚእትን ተስዓን ኢጣልያ ንኤርትራ ከም ግዝኣታዊት መሬት ምስ ኣወጀ ኤርትራ ኣብ ሽሕን ትሽዓተ ሚእትን ክሳብ ሽሕን ትሽዓተ ሚእትን ሸሞንተን ግዘ ዶባ ብምሕንጻጽ ተነጺሩ ነይሩ እዩ። ኤርትራ ምስ ሃገራት ማእከላይ ምብራቕ ክትነጻጸር እንከላ ድማ፣ ዶባትኣ ቅድሚ ኩለን እዩ ነጺሩ ብምባል፣ መብዛሕትኦም ዘመናዊ ዶባት ማእከላይ ምብራቕ ድሕሪ ቀዳማይ ኩናት ዓለም ብኢሮጳውያን ሓይልታት ብፍላይ ከኣ ብብሪጣንያን ፈረንሳን ዝተፈጠሩ እዮም። እዚ ናይ ሃገራት ምስረታ በቲ ኣብ ሽሕን ትሽዓተ ሚእትን ዓሰርተ ሽዱሽተን ብስምምዕ ሳይክስ-ፒኮ ዝፍለጥ ዝተመርኮሰ ዝቖመ እዩ። እዞም ዶባት ብተኸታታሊ ዋዕላታት ትእዛዝ ሊግ ሃገራት ዝተገበሩ ኮይኖም፣ ነቶም ናይ ቅድመ ግዝኣታት ኣቶማን ዳግማይ ናብዘን ሎሚ ሃገራውያን ሃገራት ዝቖረጸ ኮይኖም፣ ገለ ዶባት ድማ ብድሕሪኦም ምስ ተገብረ ክልቲኦም ስምምዓት ዝተዛዘመ እዮም። በዚ መንጽር ሃገራት ማእከላይ ምብራቕ ድሕሪ ዓሰርተ ሽዱሽተ ዓመት ከምኡ'ውን ሸሞንተ ዓመትን ምሕንጻጽ ናይ ኤርትራ ዝተፈጥራ እየን ብምባል ንጥንታውነት ታሪክ ኤርትራ ኣረዲኤን። እተን ማዕኸናት ዜና ወሲኸን፣ ኢራን ንገዛእ ርእሳ ዝለዓለት ኣፍራዪት ነዳዲ እያ። ኢራን ኪንዮ ንዓለምና እተበርክቶ ነዳዲ፣ ነቲ ብመጻቦ ወሽመጥ ፋርስ ዝመሓላለፍ ዕስራ ሚኢታዊት ነዳዲ ዓለምና ሰሜናዊ ክፋል ብምውናን ጎረሮ ዓለም ናይ ምቁጽጻር ዕዱል ፈጢሩላ ኢለን። ቀጺለን፣ ብሰንኪ ዝስዕብ ግርጭት ግን እዚ መትረብ ምርጋጹ ንቀይሕ ባሕሪ ብዕጽፊ ክትስእ ዕድል ክፈጥረሉ ዝኽእል ከም ዝነበረ ብምርዳእ፣ ህላወ ሑቲ ግን ዕንቅፋት ይፈጥር ከም ዘሎ የረድኣ። እቲ ሓበሬታ ከርድእ እንከሎ፣ ማእከላይ ምብራቕን ምብራቕ ኣፍሪቃን ኣብ ሓድሕድ ዝተመርኮሰ፣ ኣብ ባህሊ፣ ቁጠባን ፖለቲካን ዓሚዩቕ ምጽልላው ዘለዎ ክፍለ ዓለም ምዃኑ ብምግላጽ፣ ኣብዚ ዘለናዮ ቀረባ ግዘ ምስ እንምልከት ከኣ ኩነታት ማእከላይ ምብራቕ ንዞባና ምብራቕ ኣፍሪቃ ብዕምቆት ጽልዋ ከም ዝረኣ ኣረዲኤን። ወሲኸን ነዚ ነናቶም መለለዪ ኩነታት ዘለዎ ዞባ ተነጻጺሉ ክኸይድ ይኽእል'ዩ ኢልካ ምሕሳብ ዘይከኣል እዩ። ማእከላይ ምብራቕ ብናይ ገዛእ ርእሱ ኩነታት ክሕመስ እንከሎ፣ ምብራቕ ኣፍሪቃ ድማ ናይ ተላባዒ ሓዊ ቀማሲ ካብ ምዃን ኣይድሕንን ክብላ ገሊጸን። ኣብ ማእኸላይ ምብራቕ ዘለዋ ሃገራት ብዘለወን ሃብታም ቁጠባ ጽልወኣን ንምስፍሕፋሕ ኣብ ማእኸላይ ምብራቕ ዘለዋ ሃገራት ብዘለወን ሃብታም ቁጠባ ጽልወኣን ንምስፍሕፋሕ ኣብ ዝገብረኦ ጻዕሪ ናይ መን ጸግዒ ሒዝካ ኣለኻ ብዘስምዕ ኩነታት ምብራቕ ኣፍሪቃ ኣብ ክልተ ወይ ልዕሊኡ ክገማማዕ ምርኣይ ልሙድን ትጽቢት ዝግበረሉን ምዃኑ ገሊጸን። እተን ማዕኸናት ዜና፣ ኤርትራ ብዘለዋ ንዓመታት ዝኸደ ተጻብኦታት ተጻዋርነትን ጽንዓትን፣ ከምኡ'ውን ንርጉእ ፖለቲካ፣ ሓያል ሰራዊት ተወሲኹዎ፣ ኣብቲ ተሃዋሲ መድረኽ ኤርትራ ክትረብሕ ዘለዋ ተኽእሎ ልዑል ምዃኑ ይገልጻ። ጽምዶ ህዝብታት ኤርትራን ሱዳንን ትግራይን ኣምሓራን ተጠናኺሩ ይቕጽል ከምዘሎ ተገሊጹ። ኣብ ዝሓለፈ ዜናና ከም ዘቕረብናዮ ጽምዶ ናይዞም ህዝብታት ኣብዚ ሕጂ እዋን ብወገን ኢትዮጵያ ተወለድቲ ክልል ትግራይ፣ ኣምሓራ፣ ጋምቤላ፣ ኡጋዴን ክርከቡ እንከለዉ ብወገን ሱዳንን ኤርትራን እውን ዝተፈላለዩ ጸለውቲ ሰባትን ፖለቲከኛታትን ተረኺቦም። ኣንዳርጋቸው ጽጋ ዝተብሃለ ናይ ኢትዮጵያ ፖሊቲከኛ ብማንዛ እዞም ተረኺቦም ዘለዉ ናይ ጽምዶ ርክባት ዝምልከት መድረኽን መልእኽትታትን የሕሊፉ ይርከብ። ኣብዚ ትማሊ ኣብ ካርቱም ሱዳን ዝተኻየደ ኣገዳሲ ጽምዶን ርክባትን ላዕለዎት ሰበ ስልጣን ወተሃደራውያን ኣዘቲ መንግስቲ ሱዳን ኣብቲ ርክባት እናተሳተፉ ይርከቡ። ኣብ መንጎ ህዝብታት ኤርትራን ትግራይን ዝጀመረ ጽምዶ ኣብዚ ሕጂ እዋን ናብ ከምዚ ዓይነት ደረጃታት እናተሰጋገረ ይርከብ። እዚ ኣብ ካርቱም ዝግበር ዘሎ ርክባት ድማ ንስርዓት ብልጽግናን ነቲ ዞባ ቀርኒ ኣፍሪቃን ማያት ቀይሕ ባሕርን ክዘርጉ ዝህቅኑ ዝተፈላለዩ ሓይልታት ዓቢ መልእኽትታት ዘሕልፍ ኮይኑ ይርከብ። ሰራዊት ኣሜሪካ ሳልሰይቲ መርከብ ጽዕነት ነፋሪት ናብ ማእከላይ ምብራቕ ከም ዝኣተወት ኣፍሊጡ። ማእከላይ ትእዛዝ ኣሜሪካ ኣብ ማሕበራዊ መራኸብታት ገጹ ኣብ ዘካፈሎ ወግዓዊ መግለጺ፣ ዩኤስኤስ ጆርጅ ኤች ዳብሊው ቡሽ ዝተባህለት ዓባይ መርከብ ጽዕነት ነፈርቲ ኣብ ትሕቲ ሓላፍነት ማእከላይ ትእዛዝ ኣብ ህንዳዊ ውቅያኖስ ትጓዓዝ ከም ዘላ ገሊጹ። ብመሰረት ሓበርቲ ሓይሊ ባሕሪ ኣሜሪካ፣ ብዘይካ እዛ ሓዳስ መርከብ ውግእ፣ ካልኦት ክልተ ድሮናት ናብቲ ከባቢ ዝኣተዋ መራኽብ ጽዕነት ነፈርቲ ኣብ ዝተፈላለዩ ስትራተጂካዊ ቦታታት ተዋፊረን ከምዘለዋ ገሊጹ። በዚ መሰረት፣ ዩኤስኤስ ጀራልድ ኣር ፎርድ ኣብ ቀይሕ ባሕሪ ከም ዝዓረደት ይፍለጥ፣ ከምኡ'ውን ዩኤስኤስ ኣብርሃም ሊንከን ኣብ ባሕሪ ዓረብ ከምዘላ ይፍለጥ። እዛ ሳልሰይቲ መርከብ ውግእ ናብቲ ዞባ ምእታዋ፣ ኣሜሪካ ኣብ ማእከላይ ምብራቕ ዘለዋ ሓይሊ ባሕሪ ህላወኣን ድልውነታን ዝያዳ ተሐይል ከም ዘላ ንጹር ምዃኑ የመላኽት። ዝኸበርኩም ተዓዘብትና ንሕጂ ዝበልናዮም ዜናታት ኣብዚ ዛዚምና ኣሎና። ኣኣብ ዘለኹሞ ሰናይ ግዜ እንዳ ተመነና ኣብ ዝቕጽል ቪድዮታት ክበጽሓኩም ሳብስክራይብ ዘይገበርኩም ሳብስክራይብ ክትገብሩ ብኸብሪ ንዕድም።